ነቲ ናቡኩደናጸር ንጉስ ባቢሎን ካብ ቤተ መቕደስ ናብ ባቢሎን ዝወሰዶ ኩሉ ኣቕሑ ኣብዘን ክልተ ዓመት ናብዛ ስፍራ እዚኣ ክመልሶ እየ። ከምኡ እውን ንኢኮንያን ወዲ ኢዮኣቄም ንጉስ ይሁዳን ንኹላቶም ናብ ባቢሎን ዝኸዱ ምሩኻት ይሁዳን ናብዛ ስፍራ እዚኣ ኽመልሶም እየ፣ እወ፣ ነርዑት ባርነት ንጉስ ባቢሎን ክሰብሮ እየ፣ ኣነ እግዚኣብሄር ተዛሪበ ኣለኹ ይብል ኣሎ። ሽዑ ኣነ ኣብ ቅድሚ እቶም ካህናትን ኣብ ቅድሚ እቲ ኣብ ቤተ መቕደስ ቆይሙ ዝነበረ ዅሉ ህዝብን ንነቢ ሃናንያ ኸምዚ ኢለ መለስኩሉ፣ ኣሜን፣ እግዚኣብሄር ከምኡ ይግበሮ። ነቲ ዝተነበኻዮ ቓል እግዚኣብሔር የጽንዓዮ። እቲ ኣቑሑ ቤተ መቕደስን ኵላቶም ምሩኻትን ካብ ባቢሎን ናብዛ ስፍራ እዚኣ ይመለሱ። ግናኸ ነቲ ኣብ ቂድመኻን ኣብ ቂድሚ ዅሉ እዚ ህዝቢ እዝን ዝዛረቦ ዘለኹ ቓል ስማዕ። እቶም ቅድመይን ቅድሜኻን ካብ ጥንቲ ዝነበሩ ነቢያት ኣብ ብዙሓት ሃገራትን ኣብ ዓበይቲ መንግስታትን ውግእን መዓትን ፌራን ከም ዝመጽእ ተነበዩ። እቲ ሰላም ዝንበ ነቢይ እግዚኣብሔር ከም ዝለኣኾ ዝፍለጥ ግና ቃል ትንቢቱ ምስ ተፈጸመ ጥራይ እዩ ድማ በልኩዎ። ሽዑ ነቢይ ሃናንያ ነቲ ኣርዑት ካብ ክሳደይ ወሲዱ ሰበሮ ኣብ ቅድሚ ኩሉ እቲ ህዝቢ እግዚኣብሔር ከምዚ ገይሩ ነርዑት ናቡኩዶናጾር ንጉስ ባቢሎን ካብ ክሳድ ኩላቶም ህዝብታት ኣብዘን ክልተ ዓመት ክሰብሮ እየ ይብል ኣሎ ኢሉ ተዛረበ ኣነ ኸኣ መገደይ ከድኩ ነቢ ሃናንያ ነቲ ኣርዑት ካብ ክሳደይ ወሲዱ ምስ ሰባበሮ ድሕሪ ቕሩብ እዋን እግዚኣብሄር ናብ ሃናንያ ኺድ እሞ ኣርዑት ዕንጨይቲ ሰበርካ ኣብ ክንዳኡ ድማ ኣርዑት ሓጺን ገበርኩልካ ኣነ እግዚኣብሄር ተዛሪበ ኣለኹ ንናቡክደናጾር ንጉስ ባቢሎን ምእንቲ ኸገዝኡስ ኽግዝኡስ እንስሳ መሮር እኳ ሂበዮ ኣለኹ እሞ ኣርዑት ሓጺን ኣብ ክሳድ ኵሎም ህዝብታት እእትየ ኣሎኹ፣ ኣነ እግዚኣብሄር ጐይታ ሰራዊት፣ ኣምላኽ እስራኤል፣ ተዛሪበ ኣሎኹ ኢልካ ንገሮ፣ በለኒ። ሽዑ ኣነ ንነብዪ ሃናንያ እዚ ዅሉ ነገርክዎ። ወሲኸ ኸኣ ሃናንያ፣ ስማዕ፣ እግዚኣብሄር ኣይለኣኸካን፣ ንስኻ ግና ነዚ ህዝቢ እዚ ኣብ ሓሶት ኪውከል ኣስሓትካዮ። ስለዚ እግዚኣብሄር እንሆ ካብ ገጽ ምድሪ ከርሕቐካ እየ፣ ኣብ ልዕሊ ዕልወት ኣብ ልዕለይ ዕልወት ተዛሪብካ ኢኻ እሞ ኣብዛ ዓመት እዚኣ ክትመውት ኢኻ ይብለካ ኣሎ ኢሉ ነገርክዎ ኣሎ ኢለ ነገርክዎ ሽዑ ነቢ ሃናንያ ኣብ ሳብዒቲ ወርሒ ናይቲ ዓመት እቲኣ ሞተ ካብ መዝሙር ሚትን ዓሰርተው ትሽዓተን ሕጊ እግዚኣብሔር እቶም ሓጢኣት ዘይገብሩ ሕጊ እግዚኣብሔር እናፈጸሙ ዝነብሩ ሰባት ብሩኻት እዮም። ሕጉ ዝሕልዉ ምሉእ ልቦም ዝእዘዝዎ ብሩኻት እዮም። ንሳቶም እከይ ኣይገብሩን፣ ብመገድታት እግዚኣብሔር ከኣ ይመላለሱ። ኦ እግዚኣብሔር ሕግታትካ ሃብካና፣ ተጠንቂቕና ክንእዘዞ ኸኣ ነገርካና። እሙን ኮይነ ስርዓታትካ ክሕሉ ባህጋ ኣሎኒ። ንኹሉ ትእዛዛትካ እንተ ዝጥንቀቐሉ ሽዑ ኣይምሓፈርኩን ነይረ። ነቲ ቅኑዕ ዝኾነ ፍርድኻ ምስ ተምሃርኩ ብምሉእ ልበይ ከመስግነካ እየ ስርዓታትካ ክሕሉ እየ ወእግዚኣብሔር ፈጺምካ ኣይትሕደገኒ ናይ ሎም ወንጌል ካብ ወንጌል ማቴዎስ ካብ ምዕራፍ 14 ካብ ፍቕዲ 22 ኢየሱስ ብማየ ማይ ከም ዝኸደ ሽዑ ኢየሱስ ነቶም ህዝቢ ክሳዕ ዘሰናብቶም ደቂ መዛሙርቱ ናብ ጃልባ ኣትዮም ናብ ማዕዶ ኸም ከም ዝቕድምዎ ገበረ። ነቶም ህዝቢ ኣፋንዩ ኸኣ ብሒቱ ኽጽሊ ናብ እምባ ደየበ። ምድሪ ምስ መሰየ ድማ በይኑ ኣብኡ ነበረ። እታ ጃልባ ድማ ኻብ ምድሪ ኣዝያ ርሒቓ ነበረት፣ ንፋስ ብቕድሚኣ ስለ ዝነበረ ኸኣ ብማዕበል ትናወጽ ነበረት። ኢየሱስ ብራብዐይቲ ኽፍለ ጊዜ ናይታ ለይቲ ብማየ ማይ እናኸደ ናብቶም ናባታቶም ኣቢሉ መጸ። እቶም ደቂ መዛሙርቱ ብማየ ማይ ክኸይድ ምስ ረኣይዎ ተሸበሩ፣ ብፍርሂ ድማ ምትሓት እዩ ኢሎም ኣእወዩ። የሱስ ግና ብኡብኡ ኣጆኹም ኣነ እየ ኣይትፍርሁ ኢሉ ተዛረቦም። ጴጥሮስ መሊሱ ጎይታይ ንስኻ እንተ ኾይንካስ ብማየ ማይ ናባኻ ክመጽእ ኣዝዘኒ በሎ። ንሱ ኸኣ ንዓ በሎ። ሽዑ ጴጥሮስ ካብ ጃልባ ወሪዱ ብማየ ማይ እናኸደ ናብ ኢየሱስ ኣቢሉ መጸ። ብርቱዕ ንፋስ ምስ ረኣየ ግና ፈርሀ። ክጥሕል ምስ ጀመረ ድማ ጐይታይ ኣድሕነኒ ኢሉ ኣእወየ። ኢየሱስ ድማ ብኡ ብኡ ኢዱ ዘርጊሑ ሓዞ እሞ ኣታ በዓል ውሑድ እምነት ስለምንታይከ ተጠራጠርካ በሎ። ናብ ጃልባ ምስ ደየቡ እቲ ንፋስ ሀድኤ። እቶም ኣብ ጃልባ ዝነበሩ ኸኣ ንስኻ ብሓቂ ወዲ ኣምላኽ ኢኻ እናበሉ ሰገዱሉ። ባሕሪ ተሳጊሮም ከኣ ናብ ምድሪ ገኔሳሬጥ በጽሑ። እቶም ሰብ ምስ ኣለለይዎም ኣብ ጎደቦኦም ናብ ዘለዋ ኩለን ዓድታት ልኢኾም ኩሎም ሕሙማት ኣምጽኡሉ። ዘፈር ክዳኑ ክትንክዩ ጥራይ ድማ ለመንዎ። ዝተንከፎ ዘበለ ከኣ ሓወየ። እዚ ብስራት ወንጌል ጎይታና እዩ። ብሓቂ ፍቁራት ኣሕዋተይን ሓተይንት ወንጌል ሎሚ ንሪኦ ኣሎና ማዕበል ክሃድእ እንከሎ ሕሙማን ኩሎም ክሓውዩ እንከለዉ ንርኢ። ቂድምኡ ግን ናይ ኢየሱስ ተመክሮ ከኣ ከነስተውዕለሉ ግድን ዘለና ኣሎ። ንሱ ከኣ እንታይ እዩ? ኢየሱስ ነቶም ህዝቢ ክሳዕ ዘሰናብቶም ምስ ደቂ መዛሙርቱ ናብ ጃልባ ኣትዮም ናብ ማዕዶ ከቐድምዎ ገበረ። ንሱ ኸደኣ እንታይ ይገብር ነበረ? ነቶም ህዝቢ ኣፋኒ ኸኣ ብሒቱ ክጽሊ ናብ እምባ ደየበ ብሒቱ ክጽሊ ናብ እምባ ደየበ ምእን ምንጪ ናይቲ ሕውየት ኩሉ ፍቑራት ኣሕዋተይን ሓተይን እቲ ጸሎት እዩ ከምቲ ጎይታናን መድሓኒናን ተስፋናን የሱስ ክርስቶስ ብሒቱ ክጽሊ ናብ እምባ ደየበ እሞ ከዓ ዳሕራይ ናብ ትትዕዮ ዝኸይድ ስለዚ እቲ ፃዕሪ ድሕሪ እቲ ጸሎት እዩ ፍቁራት ኣሕዋተይን ሓተይን ፃዕሪ ናይ ስብከተ ወንጌል ፃዕሪ ናይ ሕውየት ናይቲ ምስፋሕ መንግስቲ ኣምላኽ ፃዕሪ ናይ ፍትሕን ሰላምን እዚ ኩሉ ደድሕርቲ ጸሎት እዩ ከመይ ንሕና ተኸተልቱ ኢና ንኢየሱስ ኣብቲ መገድን ሓቅን ህይወትን ንዕኡ ንኽተሎ ንኢየሱስ ክርስቶስ ፍቕራት ኣሕዋተይን ሓተይን ስለዚ ብሓቂ ተንኪፉኒ ነቶም ህዝቢ ብምሉእ ኣፋንዩ ብሒቱ ኽጽሊ ናብ እምባ ደየበ ብሓቂ ብሒትና ክንጽሊ መዓልታዊ ፍቅራት ኣሕዋተይን ሓተይን እቲ መዓልቲ ክንጅምሮ እንከሎና ዓሰርተ ደቂቕ ይኣክል እዩ እቲ መዓልቲ ክንዛዝሞ እንከሎና ከኣ ከምኡ ዓሰርተ ደቂቕ ብሒትና እውን እንደገና ክንርእዮ ነቲ ህይወትና ከመይ እዚ እቲ ጨው ምድርን ብርሃን ዓለምን ንክንከውን ሓይሊ ንረኽበሉ ብርሃን ንረኽበሉ ቃልካ ነግረይ መብራህትን መገደይ ብርሃን ዘንበብናዮ መዝሙር ሚትን ዓሰርተ ትሽዓተን ዝብለሉ ነቲ ብርሃን ንረኽበሉ ኣብኡ እዩ ኣብ ካልእ ክፋል ናይቲ ወንጌል ከምኡ ይብል ኣብ ማቴዎስ ወንጌል ምዕራፍ ሽዱሽተ ፍቅዲ ሽዱሽተ ንስኻ ግና ክትጽሊ እንከሎኻ ናብ ቤትካ እቶ እሞ ቤትካ ዕጾ ብስውር ንዘሎ ኣቦኻ ጸሊ ይብል ናብ ልብኻ ምውራድ እዩ እዚ ስለዚ ጎይታና የሱስ ከምኡ ክገብር እንከሎ ንሪኦ ብሒቱ ክጽሊ ናብ እምባ ደየበ እዚ እቲ ናይ ሓባር ጸሎት ኣይኮነ ናይ ብሕቲ ጸሎት እዩ ፍቁራት ኣሕዋተይን ሓተይን ብሓባር ከኣ እዮም ዝኸዱ ኣነ እጽሊ ንሕና ንጽሊ ናይ ግልን ናይ ሓባርን ናይ ሓባር ኣሎና ናይ ብሕቲ ከ ኣሎና ስለዚ ናይ ብሕቲ ጸሎት ፍቁራት ኣሕዋተይን ሓተይን እዚ ምስ ገበረ ዳሕራይ ንሪኦ ማዕበል ኣሎ ኣብቲ መዓልቲ እቲ ለይቲ እዩ ለይቲ ምትሓት መሲልዎም ይብል ምትሓት መንፈስ ማለት እዩ መንፈስ መሲልዎም ፈርሑ ኣብ መንጎ እቲ ማዕበል እዩ ብማይ ማይ እናኸደ ናብኦም ምስ መፀ ምስ ረኣይዎ ብፍርሒ ድማ ምትሓት ኢሎም ኣእወዩ። ምስ የሱስ ግና ኣጆኹም ኣነ እየ። ብሓቂ እዚ ኸኣ ፍቁራት ኣሕዋቴን ሓተንቲ ባታ ወንጌል ዘጠቓልል ሓይሊ ንሱ እዩ። ኣጆኹም ኣነ እየ ዝብል ሓይሊ እዩ። እቲ ጎይታናን መድሓኒናን ተስፋናን የሱስ ክርስቶስ የሱስ ከኣ ብኣጆኹም ኣነ እየ ምስ በሎም ኣይትፍርሁ በሎም ጴጥሮስ ኣብኡ ንሪኦ እቲ ናቱ ተመክሮ ከንጸባርቕ እንከሎ ሓው ኣቦና ጴጥሮስ ንስኻ እንታይ ንስኻ እንተ ኮንካስ ኣዝዘኒ እሞ ኣነ እውን ብማይ ማይ ክኸይድ ከማኻ እዩ ህራይ ህራይ በሎ ንዓ በሎ ጴጥሮስ ከዓ ጃልባ ወሪዱ ብማይ ማይ ንክኸይድ ናብ የሱስ ኣቢሉ መጸ ብርቱዕ ንፋስ ምስ ረኣየ ግና ይብል ፈርሀ ኣብኡ እውን ዓብዪ ነጥቢ ኣሎ ፍቁራት ኣሕዋተይን ሓተይን ነቲ ዓብዪ ንፋስ ማዕበል ናይ ህይወት ብቐጥታ ድና ንሪኦ ወይስ ብዓይኒ እግዚኣብሄር ኢና ንሪኦ ኣብ ጸሎት ንጴጥሮስ ትፍርሑ ንየሱስ መርኣይ ገዲፉ ናብቲ ማዕበል ስለ ዝረኣየ እዩ ከመይ ንሪኦ እቲ ወንጌል ብንጹር ይነግረና ናብ የሱስ ኣቢሉ መፀ ስለዚ መጀመርያስ ድሓን ነይሩ እዩ ንየሱስ ከዓ ርእዮ እዩ ዘሎ ብርቱዕ ንፋምስ ምስ ረኣየ ግና ይብል ስለዚ ዓይንና ናብቲ ማዕበል እንተ ገበርናዮ ፍቁራት ኣሕዋተይን ሓተይን ንርዕድ ንፈርሕ እንትዚ እቲ ኣብ ዓለም ማዕበላት ክህልው እዮም ናይ ሰብ ህይወት ቀሊል ህይወት እዩ ኣይተባህለን ፍቁራት ኣሕዋተይን ሓተይን ክርስትና ንክርስቶስ ምስዓብ ቀሊል እዩ ኣይተባህለን መዓልታዊ መስቀልካ ኣልዒልካ ተኸተለኒ እዩ ዝበል እንታይ ደኣ ነቲ ማዕበል ዘይኮነ ብቐጥታ ንሪኦ ብዓይኒ የሱስ ክርስቶስ ብዓይኒ እግዚኣብሄር ኣምላኽ ጸሎት ንብሎ ብኡ ቢልና ኢና ንሪኦ ከመይ ብኡ ክንሪኦ እንከሎና እቲ ሓይሊ ሒዝና ኢና ንሪኦ ዘለና ብዚ ምክንያት እዚ ኣይንርዕድን ፍቁራት ኣሕዋተይን ሓተይን ስለዚ ዓይንና ናብቲ ቅድም መንግስቱን ጽድቁን ድለዩ ይብል ኣካሎ ክፋል ናይቲ ወንጌል ኣዒንትና ናብቲ ዋናና ዝኾነ እግዚኣብሔር ብቐዳምነት ክንገብሮ ማዕተብና ንሱ እዩ ዝጽውዓና ፍቁራት ኣሕዋተይን ሓተይን ኣምላኸይ ሰግደልካ ኣለኹ ይብል ትናቴ ቋና ህፃናት ከሎና ዝመሃራና ሰግደልካ ኣለኹ ብፍፁም ልበይ ፈቶካ ኣለኹ ክንዲ ዝፈጠርካንን ክርስትያን ክንዲ ዝገበርካንን ኣመስግነካ ኣለኹ ናይ ንግሆ ጸሎት እዩ ክንዲ ዝፈጠርካንን ክርስትያን ክንዲ ዝገበርካንን ኣመስግነካ ኣብዛ መዓልቲ እዚኣ ክትሕልወኒ ልምነካ ኣለኹ ኢሉ ይቕፅል ስለዚ ነቲ ዝፈጠረና ህይወት ዝሃበና ፍቁራት ኣሕዋተይን ሓተይን ዋናና ዝኾነ እግዚኣብሔር ህያው ኣምላኽ ኣቦ ፈቃር ኣቦ ፈቃር ወልድ ከዓ እንደገና ከዓ እቲ ኩለንተኑ ምንታና መስቀል ዝሓበ መንፈስ ቅዱስ ቀዳሲና ብኡ ንጀምር ዳሕራይ ኩሉ ብኡ ኣብ ዓይኒ እንተዳራእናዮስ ኩሉ ነገር ንኽእሎ እዩ ቀሊል ከዓ እዩ ክንሓልፎን ክንጸሮ ነቲ ማዕበር ንኽእል ነቲ ማዕበል እንኽእል ስለዚ ኣድሕነኒ ይብል ሽዑ ኣቦና ጴጥሮስ ጐይታይ ኣድሕነኒ ኢሉ ኣወየ የሱስ ድማ ብኡቡ ኢዱ ዘርጊሑ ሓዞ ንሱ ብሓቂ ተንኪፉኒ ከመይ ከምኡ ከዓ ከጋጥመና እዩ ኣብቲ ህይወትና ከም ኣቦና ጴጥሮስ ከዓ ተመክሮ ኣሎና ተማለቲ ንጅምር እሞ ዳሕራይ ብምሉ ንየሳዒንትና ናብቲ ኣምላኽ ገዲፍና ናብቲ ማዕበል ምስ ገበርና ንፈርሕ ሽዑ ጠፋእኹ ኢልና ከነእዊ ከም ኣቦና ጴጥሮስ ንቡር እዩ ጽቡቕ እዩ ፍቁራት ኣሕዋተይን ሓተይን ከመይ ቅሩቢት ጎይታና ብኢድና ኣትሒዙ ሒዙ ከድሕነና የሱስ ድማ ብኡብኡ ኢዱ ዘርጊሑ ሓዞ እሞ ኣታ በዓል ውሑድ እምነት ስለምንታይ ከተጠራጠርካ በሎ ስለዚ ተግሳጽ ክህሉ ይኽእል እዩ ግን ጎይታና ወትሩ ኢዱ ዘርጊሑ ከድሕነና እዩ ክንኣምኖ ንኽእል ብኣኡ ክንተኣማመን ንኽእል ፍቅራት ኣሕዋተይን ሓተይን ታሕረካዊ ወፂኡ ንሪኦ እንታይ እዩ እቲ እምነት ምዕባይ ከም ዘድልዮ ምኹስኳስ ከም ዘድልዮ ውሑድ እምነት እምነ ተስፋ ፍቅሪ ፍቁራት ኣሕዋተይን ሓተይን ቁንጣሮ ከይኮኑ ጸምልዮም ከኣ ከይ ከይደኽሙ ከይድስክሉ ወትሩ መዓልታዊ ምኹስኳስ ብንባብ ቅዱስ መጽሓፍ ብብሕታዊ ጸሎት ብናይ ሓባር